ሰላም ጥዕና ይሃበልና ዝኸበርኩም ተኸታተልቲ ልሳን ተጋሩ ዜናታት ናይዚ ዕለት ሒዝና መፅኢና ኣለና ፈለማ ግን ንቐንዲ ቀንዲ ኣርእስታታ ወልቃይት ሓያል ኦፕሬሽን ብምጅማሮ ኢዶም ምሃብ ከም ዝጀመሩ ተሓቢሩ። ትግራይን ኤርትራን ናይ ሓባር ክፍለ ሰራዊት ይምስረታ ከም ዘለዋ ተገሊጹ። መካናይዝድ ሓይሊ ፌደራል ዋጃ ከም ዝበጸሐ ተሓቢሩ። ሸም ዝርዝር በልጺጎም ተባሂሎም ኣብ ትሕቲ ቁጽጽር ዝወዓሉ ጀነራላት ሰራዊት ትግራይ ተገሊጹ። ንጀነራል ወዲ ወረደ ስልጣኑ ከረክብ መጠንቀቕታ ከም ዝተውሃቦ ተፈሊጡ። ዝብሉን ካልኦትን ኣለዉና። ሕጂ ድማ ናብ ዝርዝራም ፈለማ ግን ቻናልና ሳብስክራይ ንምድላዋትና ድማ ላይክን ሼርን ብምግባር ቤተሰብ ይኹኑ። ሰናይ ምክትታል። ወልቃይት ሓያል ኦፕሬሽን ብምጅማሩ ኢዶም ሃብ ከም ዝጀመሩ ተሓቢሩ ካብ ፍልፍላትና ዝተረኸበ ሓበሬታ ከም ዝሕብሮ ጅግና ሰራዊት ትግራይ ቁረፅ በሎ ዝብል ዝተለመደ ምብረቃዊ መጥቃዕቲ ከም ዝጀመረ ተገሊፁ ኣብ ጉዳይ ዳግማይ ኩናት ኢትዮ ኤርትራ ተንተንቲ ሒዘምዎ ዝወፁ ሓበሬታ ከም ዝገለፆ ውሕዳት ዘይኮኑ ምሁራት ኣብይ ኣሕመድ ናይ ቁጠባ ቅልውላው ስለዘጋጠሞም ኣብ ልዕሊ ኤርትራ ጦርነት ኣይኸፈትን ክብሉ እንተጸንሑ እኳ እዚ ግምት ዝተሰሓሓተ ከምዝኾነ ሓቢሮም። ብመሰረት ሓሳብ እቶም ተንተንቲ ኢትዮጵያ ኣብ ከቢድ ቅልውላው ከምዘላን ኣብይ ኣሕመድ ድጋፍ ዘይብሉ ይቐሪ ከምዘሎን ዝፍለጥ እኳ እንተኾነ ኣብይ ኣሕመድ ኣብ ስልጣን ክቕጽል እንተኾይኑ ኣብ ልዕሊ ሻዕብያ ወራር ብምክያድ ወደብ ዓሰብ እንተመሊሱ ጥራሕ እዩ ክብሉ ገሊጸም። ስለዚ ድማ ኣብይ ኣሕመድ ስልጣንካ ክትሕደግ ኢኻ ኢሉ ብምትላል ህዝቢ ኦሮሞ ክኸትት ኣብ ልዕሊ ኤርትራ ወራር ከካይድ ምዃኑ ዘጠራጥር የብሉን ክብሉ ሓቢሩ። ኣብይ ኣሕመድ መንእሰይ ኦሮሞን ሰራዊት ኦሮሞ ነጻነት ግንባርን ብሓባር ናብ ኤርትራ እንተዝምት ትግራይ፣ ኤርትራን ኣምሓራን ድማ ካብቲ ተኣሊሙ ዘሎ ሓደጋ ንምክልኻል ወሳናይ ስምምዕነት ክገብሩ ከምዝግባእ ሊቃውንቲ ፖለቲካ እናገለጸ ይርከብ። እቶም ሊቃውንቲ ፖለቲካ ከምዝገለጽዎ ሓይልታት ኣምሓራ ብሓደ ግዜ ምዕራብ ትግራይን ኣዲስ ኣበባን ምሓዝ ስለዘይኽእሉ ወይ ድማ ብሓደ ግዜ ምስ ፌደራል መንግስቲ ን ሰራዊት ትግራይን ጦርነት ገጢሞም ከሸንፉ ስለዘይኽእሉ ዘለዎም ዝሕሸ መማረፂ ግዝኣት ትግራይን ትግራይ ብምምላስ ምስ ሰራዊት ትግራይ ስምምዕነት ፈፂሞም ናይ ሓባር ፀላኢ ዝኾነ ስርዓት ብልፅግ ክኣልዮ ከም ዝግባእ መኺሮም። ብመሰረት ምኽሪ እቶም ሊቃውንት ንህዝቢ ትግራይ ይኹን ንህዝቢ ኣምሓራ እቲ ዝሕሸ መማረፂ ተስማዕሚዕኻ ብልፅግና ምእላይ እምበር ትግራይን ኣምሓራን እናተዋግ ዕድመ ስርዓት ብልፅግና ከናውሑ ከም ዘይብሎም ገሊፆም እዚ ትልሚ ንክዕወት ድማ ሻዕብያ መራሒ ሕጊደ ክፃወት ከም ዝግባእ እንዳተገለፀ ይርከብ ሻዕብያ ተፅምዶ ክዕውቶ እንተዘይክኢሉ ድማ ኤርትራ ካብ ስግኣት ወራር ብልፅግና ነፃ ስለትኸውን ሻዕብያ ጎብለል ምብራቅ ኣፍሪካ ናይ ምዃን ዕድል ከም ዝረኸበ ተገሊፁ እዚ ከምዚ ኢሎ ንሃለዎ ጅግና ሰራዊት ትግራይ ምዕራብ ትግራይ ኣብ ዘካይዶ ዘሎ ኦፕሬሽን ዓወት ይቐንዕ ከም ዘሎ ሓቢሩ። ካብ ፍልፍላትና ዝተረኸበ ሓበሬታ ከም ዝገለጾ ሰራዊት ትግራይ ኣብ ልዕሊ ፅንፈኛ ሓይልታት ተደጋጋሚ መጥቃዕትታት ክፍፅም እኳ እንተፀንሐ ንሚድያ ግን ምሽጥር ኮይኑ ከም ዝፀንሐ ተፈሊጡ። ብመጥቃዕቲ ኣርሚ ሰብዓ ከቢድ ኪሳራ ዝበፅሖ ኣብይ ኣሕመድ ጀነራል ምግቢ ሃይለ ዝመርሖም ሓይልታት ንፋኖ ሓጊዞም እንትዋግኡ ደምሲስናዮም ዝብል ዘይእመን ዜና ብሚድያታቱ ምቅንሑ ዝዝከር እዩ። ይኹን እምበር ፅንፈኛ ሓይሊ ፋኖ ምዕራብ ትግራይ ብሓይሊ ተቆፃፂሮን እናሃለወን ምስ ኣርሚ ሰብዓ ሰራዊት ትግራይ እናተዋግአ እናሃለወን ኣርሚ ሰብዓ ሰራዊት ትግራይ ኣብ ጎኒ ፅንፈኛ ሓይልታት ኣምሓራ ኮይኑ ንሰራዊት ኢትዮጵያ ይወግእ ኣሎ ዝብል መግለፂ ፌዴራል ብዝኾነ ይኹን መንገዲ ተኣማንነት ዘይብሉ ምዃኑ ተ ስለዚ ድማ ሚዲያታት ኣብይ ኣሕመድ ከምዚ ዓይነት ዜና ክሰርሓ ዝተገደዳ ጅግና ሰራዊት ትግራይ ኣብ ልዕሊ ብሰራዊት ኣብይ ኣሕመድ ዝድገፉን ኣብ ምዕራብ ትግራይ ዓሪዶም ዝርከቡን ፅንፈኛ ሓይልታት ኣምሓራ ከቢድ መጥቃዕቲ ስለዝፈፀመ እዩ ክብሉ ፍልፍላት ሓቢሩ ትግራይን ኤርትራን ናይ ሓባር ክፍለ ሰራዊት ምስረታ ከም ዘለዋ ተሓቢር ካብ ፍልፍላትና ዝተረኸበ ሓበሬታ ከም ዝገለጾ ኣብ መንጎ ሻዕብያን ሕወሓትን ዝተበፅሐ ስምምዕነት ካብቲ ብሚድያ ዝዝርጋሕ ዘሎ ንላዕሊ ከም ዝኾነ ተፈሊጡ ብውልቀ መላኽ ኢሳያስ ኣፈወርቀ ዝምራሕ ሻዕብያ ኣብ ልዕሊ ህዝቢ ትግራይ ጆኖሳይድ ዝፈፀመ ገበነኛ ምዃኑ ኩሉ ትግራዋይ ዝፈልጦ ሓቂ እዩ እዚ ውልቀ መላኺ ኣብ ኣክሱም፣ ማርያም ደንጋላትን ካልኦት ከባብታት ትግራይን ህዝቢ ኣኪቡ ዝጭፍጭፍን ኣብ ልዕሊ ሰላማዊ ህዝቢ ኣብ ዓለም ተራእዩ ዘይፈልጥ ጭካነ ዝፈፀመን ገበነኛ እዩ። ካብዚ ብትውሳኺ እውን ናይ ትግራይ ግዝኣት ወሪሮ እናሃለወ ኣብ ኣሜሪካ ብዝርከብ ኤምባሲኡ ኣቢሉ ከም ዝገለፆ ሰራዊት ኤርትራ ዝወረሮ ግዝኣት ትግራይ ከም ዘየለን ኣብ ናይ ባዕሉ ግዝኣት ከም ዝርከብን ገሊፁ ኣሎ። ስለዚ ድማ ውልቀ መላኺ ኢሳያስ ኣፈወርቂ ንመራሕቲ ህወሓት ዘመሓላልፎ ዘሎ ግልፂ መልእኽቲ ካብቲ ሕጂ ተቖፃፂረዮ ዘለኹ ግዝኣት ትግራይ ኣይወፅእን ዝብል ከም ዝኾነ ምሁራት ገሊፆም። ይኹን እምበር መራሕቲ ትግራይ ዘለዎም መማረፂ ወይ ምስ ሻዕብያ ርክብ እንተይገበሩ ምዕራብ ትግራይ ይኹን ብሻዕብያ ተወሪሩ ዘሎ ግዝኣቶም እንተይመለሱ ምፅናሕ ወይ ድማ እቲ ብሻዕብያ ተተሓሒዙ ዘሎ ግዝኣት ትግራይ ንግዚኡ ብዘለዎ ክፀንሕ ብምግባር ምዕራብ ትግራይ ንምምላስ ኣብ ዝኽፈል መስዋእቲ ሻዕብያ ኣብ ጎኖም ምስላፍን ምዕራብ ትግራይ ምምላስን ከም ዝኾኑ ተገሊፆም። ስለዚ ድማ ብሓደ ግዜ ምስ ሻዕብያን ምስ ፌዴራል መንግስትን ናብ ጦርነት ብምእታው ትግራይ ዝተወረረ ግዝኣታ ክተምልስ ስለዘይትኽእል እቲ ዝሕሸ መማረፂ ምስ ሻዕብያ ስምምዕነት ፈጢራ ብሓይሊ ምዕራብ ትግራይ ምቁፅፃር ምፍጣር ኣድላይ እንተኾይኑ ድማ ስርዓት ብልፅግና ምእላይ ብድሕሪኡ ድማ ምስ ኤርትራ ዲፕሎማሲ ብምጥንኻር ሰራዊት ኤርትራ ወሪሩ ሒዝዎ ካብ ዘሎ ግዝኣት ትግራይ ክወፅእ ምግባር ትኽክለኛ መንገዲ ከምዝኾነ ሊቃውንቲ ፖለቲካ ገሊፆም። ስለዚ ድማ ተወከልቲ ህወሓት ማለት እውን ልፍዓተይ ተስፋይ ይኹን ስታሊን ገብረስላሰ ምስ ኤርትራ ዝገብርዎም ዘለዉ ርክባት ትግራይ እቲ ዝሕሸ ዘለዋ እንኮ መማረፂ ንሱ ስለ ክድገፍ ከም ዝግብኦ እቶም ሊቃውንቲ ፖለቲካ ካብ ዝሃብዎ ሓሳብ ምርዳእታ ከኣ ኢሉ እዚ ከምዚ ኢሎ እንሃለወ ሻዕብያን ሕወሓትን ብዝገብርዎም ዘለዉ ጠንካራ ርክባት ፍረ ከም ዘፍረዩን ወርቃዊ ስምምዕነት ከም ዝተፈረመን ዝረኸብናዮ ሓበሬታ የረድእ ሕጂ ዝተረኸበ ምሽጥራዊ ሰበር ዜና ከም ዝሕብሮ ድማ ኤርትራን ሕወሓትን ናይ ሓባር ክፍለ ጦር ንምምስራት ኣብ ስምምዕነት ከም ዝበጽሑ ተገሊጹ ብመሰረት እቲ ዝተረኸበ ሓበሬታ እቲ ክፍለ ጦር መካናይዝድ ሓይሊ ፍሉይ ኮማንዶ ሓዊሱ ብድሮን ዝተዓጀበ ከቢድ ሓይሊ ከም ዝኸውን ተፈሊጡ ነዚ ስዒቡ ድማ ግደ ሱዳን ግብፅን ጅቡትን ዓብዪ ግደ ከም ዝኾነ ዝረኸብናዮ ሓበሬታ መካናይዝድ ሓይሊ ፌዴራል ዋጃ ከም ዝበፀሐ ተሓቢሩ። ካብ ፍልፍላትና ዝተረኸበ ሓበሬታ ከም ዝሕብሮ ናይ ብልፅግና ናይ ድሕንነት ኣባላት ኣብ ኣላማጣን ማይጨውን ብምዕራድ ህዝቢ ራያ ናብ ናዕቢ ከምርሕ ክሰርሑ ከም ዝፀንሑ ተገሊፁ። መራሒ ደቡብ ግንባር ዝኾነ ጆን መዲድን ካልኦት ላዕለዎት መራሕቲ ሰራዊት ትግራይ ምስ ኣካላት ድሕንነት ትግራይ እናተረዳድኡ እቲ ኩነታት ክከታትልዎ ከም ዝፀንሑ ዝረኸብናይ ሓበሬታ የረድእ። ብመሰረት ካብ ወታደራዊ ፍልፍላትና ዝተረኸበ ሓበሬታ ሴራ ብልፅግናን ህዝቢ ራያ ናይ ባዕልኻ ክልል ክንህበካ ኢና ኢሎም ብምትላል ዓላምኦም ምስ ተዓወተ ራያ ናብ ኣምሓራ ክልል ክሓውስዋ ይሰርሑ ከም ዝፀንሑ እዚ ድማ ተጋሩ ሓድነት እንተሃልይዎም ክነሸንፎም ኣይንኽእልን ኣብ ዝብል መደምደምታ ስለ ዝበፅሑ እታ ሕጂ ዘላ ንእሽተይ ትግራይ እውን ንምክፍፋል ዝዓለመ ከም ዝኾነ ንምፍላጥ ተኻኢሉ ይኹን እምበር ኣመራርሓ ሰራዊት ትግራይን ኣካላት ድሕንነት ትግራይን እዚ ኩሉ ሴራ እናፈለጥ እቲ ሴራ ውሕልል ብዝኾነ መንገዲ ንምፍሻልን ህዝቢ ራያ ተታሊሉ ናብ ከቢድ ናዕቢ ከየምርሕ ክሰርሑ ከም ዝፀንሑ ተገል ይኹን እምበር ሕጂ ግዚኡ ስለ ዝኣኸለ እቶም ኣብ ኣላማጣ ንማይጨው ሆቴል ተታሒዝሎ ትግራይ ንምክፍፋል ዝሰርሑ ዝነበሩ ልኡኻት ብልፅግና ካብ ኣካላት ፀፅታ ትግራይ ብዝተዋሃቦም ከቢድ መጠንቀቕታ ናብ ኣዲስ ኣበባ ከም ዝሃደሙ ተሓቢሩ ነዚ ስዒቡ ድማ ጀነራል መዲድ ህዝቢ ደቡብ ትግራይ ኣኪቡ ብዛዕባ እቲ ብልፅግና ዝፈሓሶ ሽርሒ መንቅሒ ደወል ብዝመስል መልክዑ ከም ዝገለጸሎም ተፈሊጡ። በዚ ዝተናደደ ብኣብይ ኣሕመድ ዝምራሕ ስርዓት ብልጽግና መካናይዝድን እግረኛ ሓይሉን ናብ ትግራይ ክጓዓዙ ከም ዝኣዘዘን ዛጊድ ካብ ከተማ ኣላማጣ ኣብ ቀረባ ርሕቐት ማለት እውን ኣብ ከባብታት ዋጃ ዓሪዲ ከም ዝርከብን ዝረኸብናዮ ሓበሬታ የረድእ። ብመሰረት እቲ ዝተረኸበ ሓበሬታ እዚ ናብ ደቡብ ትግራይ ንምእታው ተኣዚዙ ዝነበረ ሰራዊት ኢትዮጵያ ምድላዋት ሰራዊት ትግራይ ብምግምጋም ዘየዋጽኣ ምዃኑ ስለ ዝተዓዘበ ኣብ ዘለዎ ጠጠው ክብል ከም ዝተኣዘዘ ተፈሊጡ። ብኣብይ ኣሕመድ ዝምራሕ ሰራዊት ኢትዮጵያ ኣብ ልዕሊ ህዝቢ ትግራይ ጆኖሳይድ ኲናት እንትኽፈት እውን ብሻዕብያ እናተሓገዘ እምበር ምስ ሰራዊት ትግራይ ንምግጣም ዓቕሚ ከምዘይብሉ ኣመስኪሩ እዩ። ኣብዚ ሕጂ እዋን ድማ ድሕሪ ጆኖሳይዳዊ ኲናት ትግራይ ምስ ፋኖን ኦሮሞ ነፃነት ግንባርን ይገብሮም ብዘሎ ጦርነታት ተዳኺሙን ሞራሉ ወድቂኡን ምስ ፋኖን ኦሮሞ ነፃነት ግንባርን ይገብሮም ብዘሎ ጦርነታት ተዳኺሙን ሞራሉ ወዲቑን ከምዘሎ ጭራኡ ፍልፍላት ይሕብር። ስለዚ ድማ ሰራዊት ብልፅግና ንምፍርራሕ እምበር ደፊኡ ናብ ትግራይ ናይ ምእታው ዓቕሚ ከምዘይብሉ ተገሊፁ። ካብ መቐለ ዝተረኸበ ሓበሬታ ከምዝሕብሮ ድማ ልፍዓተይ ተስፋይ ተኣሲሩ ኣብ ዝነበረሉ ግዜ ፌደራል መንግስቲ ንልፍዓተይ ተስፋይ ብሄሊኮፕተር ብለይቲ ንምውሳድ ንመቐለ ሄሊኮፕተርን ኮማንዶን እኳ እንተለኣኸ ነቲ ልፍዓተይ ተስፋይ ተኣሲሩሉ ዝነበረ ቤተ ማእሰርቲ ንምሕላው ሰራዊት ትግራይ ብህፁፅ ሓይሊ ስለዝተመደበ ነቲ ቤት ማእሰርቲ ሙሉእ ብሙሉእ ብክልተ ዙር ስለ ዝኸበበቶ ንልፍዓተይ ተስፋይ ብለይቲ ኣሲሮም ንምውሳድ ዝተልኣኹ ኮማንዶ ብልፅግና ጥርሖም ንድሕሪት ክምለሱ ከም ዝተገደዱ ዝረኸብናዮ ምሽጥራዊ ሓበሬታ የረድእ። ካብዚ ብተወሳኺ ህዝቢ መቐለ ነቲ ቤት ማእሰርቲ ከቢብዎ ከም ዝሓደረ ተፈሊጡ። ነዚ ስዒቡ ድማ ህዝቢ ትግራይ ሕጂ እውን ኣብ ጎኒ ህወሓት ከም ዘሎ ኣብይ ኣሕመድ ከም ዝተረደኣ እቶም ዝለኣኾም ኮማንዶ እውን በታ ሄሊኮፕተር ጥርሖም ናብ ኣዲስ ኣበባ ክምለሱ ከም ዝኣዘዞምን ዝረኸብናዮ ጥራሕ ሓበሬታ የረድእ። ኣብ ኢድ ብልጽግና እንትወድቁ ብህይወት ናይ ምንባር ዕድል ከም ዘይብሉ ዝንገር ዝነበረ ንፍዓተይ ተስፋይ ድሕሪ ሓደ ለይቲ እስራት ህወሓት ንኽፍታሕ ከም ዝወሰነትን ድሕንነቱ ናብ ዘየስግእ ቦታን ከም ዝተዘዋወረን ተፈሊጡ። ዜናታት ናይዚ ዕለት ነዚኦም ይመስሉ ነይሮም። ስለ ምክትታልኩም